እዚኦምን ካልኦትን ኣብዚ መደብ እዚ ክንርኢና ሰናይ ምክትታል ሰላም ሰላም ደቂ ዓበይቲ ሎማዓንቲ ብጣዕሚ ደስ ደስ ዝብሉ ቪዲዮታት ተመይሰኩም መፅእ ኣለኹ ሰብስክራይብ ምግባር ኣይትረስዑ ላይክ እውን ላይክ ምግባርኩም ኣይትረስዑ ካብኡ ሓሊፉ ኮመንት ሃልዩኩም ዝኾነ ሓሳብ ተሃልዩኩም ክውሰኽ እኒኦ እዚ ክቕነስ እኒኦ ትብሉ ክትልዎ ነገር እንተሃልዩ ኮመንት ግበሩለይ ንኸላ ቪድዮ ክንደይ ኣወዳት በጺሐን ባዕለን ነግራና ገሊኤን ኣዋልድ ሓሙሽተ ኣወዳት በጺሓ ንሓሙሽቲኦም ትዝርግሓልና እንታይ ንገብር ሕጂ ንሕና ሓሙሽቲኦም ንሪኦም ሓሙሽተ ወዳት በጺሓስ ንሓሙሽቲኦም ባዕላ ነጊራትና

ናበይ ኢኻ እታ ቆልዓ ናብ ባንኪ ብኤቲኤም ገንዘብ ከውጽእ መጽናሕ በል ክኸይድ ምሳኻ ዋእ ኣንታ ኣቦይ ከምቲ ናይ መቐዳማይ ኣብቲ ኤቲኤም ዜና ዶ ዋላ ግሪኦም እንዶ ወላዓለይ እናበልካ ከይትርብሸኒ ኦይ ኣጆኻ ድሓን ተረዲኡኒ እዩ ሕጅስ ንዓናይ ወላ ኣቦይ ወዲየ ኣብ ባንኪ ክንደይ ገንዘብ ድዩ ዘለካ ሚእቲ ሽሕ ኣለኒ እንታይ ደኣ ኣላ እሞ ሓሙሽተ ሚእቲ ጥራይ ትበካ ከመይ ኢዳ ይሰበር ትካልእ ገንዘብካ ከ ናበይ ሰሪቃቶ እዝቦይሲ ባዕለይ እኮ ዝደለክዎ ዓቂነ ዘውጽእ ንሳ ኣይኮነትን ትህበኒ ወረ እንታይ ኣሚንካ ኢካ ገንዘብካ ኣብዚ ሓጺን ኣቀሚጥካዮ ንገዛ ትከይድ ዘለካ ወዲእካ ዲካ ዝሓወይ ክነውጽእ እወ ወዲኤ ንዓውጽእ እዋ ኣንታ ዓሻ ኣብ ካልእ ኣውጽእ ዘይትብሎ ገንዘብካ ዶ ኣይኮነን ኣብቲ ውሽጢ ተቐሚጡ ዘሎ ተወሰደልካኸ? ኣንታ ኣቦይ ብምንታይ እሞ ክረዳእካ ወደይ
ህፃን ቆልዓ ጉያ ከይፀገበት እዎ እንታይ ደኣ እሞ ወይዘሮ መብራህቲ ኣደ ኣርባዕተ ቆልዑ ብዓሰርተ ትሽዓተ ስሳ ዓመተ ምህረት ተወሊደን ኣብ ስሳን ኣርባዕተን ዕድሚኤን ዓሪፈን ኣለዋ። ንን ቤታ መብራህቲ ግዲ እዩ ሽማነታ

ብገለ ሰባት ከኣ ኣይ ተጋግዩ ዝብል ኣተሓሳስባ ኢኻ ትርኢ ናትኩም ርእይቶኸ እንታይ ይመስል? እቲ ጉዳይ ኣሕጺረ ክርዳኣኩም ኣብ ኢትዮጵያ ንመቄዶንያ ተባሂሉ ንመዕቆቢ ናይ ኣረግቶት ከምኡ ድማ ናይ ኣእምሮ ጸገም ዘለዎም ንምሕጋዝ ተባሂሉ ብዙሕ ገንዘብ ይዋጻእ ኣሎ ብዙሓት ኣርቲስት ብዙሓት ሃብታማት ሰባት ጎስጓስ ይገብርሉ ኣለዉ ካብ ኩሎም ዘወፍዩ ዘለዉ ወፈያ ናይዚ ኣቦ ፍሉይ ዝገብሮ ግን ትማሊ ኣብ ቴሌቪዥን ቀሪቡ ኣነ ሰራሕተኛ ናይ መንግስቲ'የ፣ ኣውቲስታ ኮይነ'የ ከኣ ዝሰርሕ፣ ንደቀይ ዝኸውን ክሳብ ሕጂ ሚእትን ሸውዓተን ሽሕ ብር ዘዋህለልኩዎ ኣሎ፣ ይቕሬታ ደቀይ ደቀይ ይቕሬታ ኣይትሓዙለይ፣ እቲ ንዓኹም ዘዋህለልኩዎ ካብ ንዓኹም ምሃብ ዝያዳ ንመቄዶንያ እንተድኣ ኣውፊየዮ ዝያዳ ዓስቢ ኣሎ፣ ንዓኹም'ውን ደስ ይብለኩም፣ ስለዚ እቲ ሚእቲ ሽሕ። ኣውፌዮ ኣለኹ ብምባል ከምቲ ትሪእዎ ዘለኹም ይቕሬታ ደቂ ኢሉ ድኒ ኢሉ ገለ ተዛሪቡ ማለት እዩ ሕጂ ብዙሕ ሰብ ብጣዕሚ ጽቡቕ ከምኡ ገይሩ ዘወፈዮ ንደቁ ከኣ ዘይተሓሰበ በርከት እግዝኣብሄር ይፍጠረሎም ገለ ክብሉ ከለዉ ገለ ሰባት ድማ እግዝኣብሄርሲ ካብቲ ዘለካ ሃብ እዩ ዝብለካ እምበር ዘለካ ኩሉ ሃብስ ኣይብልን እዩ ንደቁ ዝዋህለሉ ሚእትን ሸውዓተን ሽሕ ብር በጺሑ እቲ ሚእቲ ሽሕ እንተ ከምኡ ገይሩ ዝህብ ኮይኑስ ጠቕላላ ጌጋ እዩ ቁሩብሲ ገለ ክብሉ እንከለዉ ሰብ ድላዩ ክህብ መሰሉ እንድዩ ከም ርእይቶ ከም ሓሳብ ግን እስኹም እንታይ ትብሉ ናተይ ርእይቶ እኳ ካብ ሚእቲ ሽሕ ገለስ እቲ ዒስራ ሽሕ እቲ ሰላሳ ሽሕ እቲ ኣርብዓ ሽሕ ከምኡ ጌርካ ሓገዝ ተወፍዮ እቲ ካልእ ከኣ ንደቅኻ ተቀምጦ ኮይኑ እዩ ዝስምዓኒ ግን ካብ ሰብ ናብ ሰብ ኣተሓሳስባ ይፈላለ ስለ ዝኾነ ናትኩም ርእይቶ ሃቡ እቲ ላይክ ገለ ግን ኣይትረስዑ በቃ ኣነ እቲ ዘሎ ኣዛራርየ የምጻልኩም ኣለኹ ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቀንየለይ። ማይ ላበይ እንዳበለት እንድያ እቲኣ ትካ እዋእ እሞ እንታይ ፈሊጠ ንሳ እኮ እያ ሕምምቲ ዘይትሰምዕ ኮይና ንሳ እምበር ኣነስ ተረዲኻኒ ንሳስ እታይ ማሓፍተይ ኣብ ድሓር እሳ ሰብኣይ ኣለዋ እኮ ሰብኣይ ኣለዋ ተረዲኻኒ ኣርሱ ኣርሱ ራሲናተኩም ገሪምኒ ነዚ ህዝቢ ራሲናተኩም ሕሱ ክንደይ ሰብ ድሸር ድለይ ንዓይ ራሲናታም ጫውጫው ቢላታም ድረሰማይ ዋላ ስድራይ እኮ እዮም ተሻቂሎም እባ ገሪምዎም መኻኺን መውፅኢታ ምክንያት እዚ ሓዳር ክትገብር ኢልካ ኢኻ ኢሎምኒ ዓርሱ በዓል ሓዳር እዩ ዓባይ ነገር ምስሎ በዓልቲ ሓዳር እዩ ዓርሱ ዋላቶም ስድራሽ ካብዚ መውፅኢኻስ ሓዳር ክትገብር ኢልካ ኢኻ ወፂኢኻ ማለት እዩ ገለገለ ኢሎምኒ ናይ ምንታይ ሓዳር ዝሰርብ እንታይ እዮም ዝብሉ ዘለዉ ኢላና ዋ እንታይ ድኻ ብኣሞይ ላይፍ ኮለኻስ ምሳኻ ትዛረብ ናይ ነይራ ወደይ ኣብ ገዛ ሓቂ ዘረባ ተዲሃና ኣኽቢራትና ጽቡቕ ነገር ገይራትልና ገለ ከም ሓፍተይ ገለ ብጣዕሚ እየ ዝፈትዋ ተዲሃና ሓፍተይ ኣይ ነው ግን እቲ ሰብሲ ዝፈለጠ ዘይብሉ በቃ ዝረኣየ ዘይብሉ ሲ እዋ፣ ኣካውን ኣካውን ኣካውን ኣካውን ኣካውን ባዕሉ ይሕ- ባዕሎም ርቆኩም ሓደ ክልተ ካብኣ ከሎ ግዜያ እዚ ቀዳማይ እዚ ክኸይድ ኣለዎ ትምህርቲ እዚ ቀዳማይ ካብ ፍልጠት ናፃ እዩ ካብ ምህሮሃ ኣእምሮ ዝበሃል ኣሎ እእምሮ ግበር ባይ ሓወይ ፅባሕ ክኣቱ እዩ ሕጂ ምስ ፋሚሊ ልኽሽዶ
ባይ ኦኬ ባይ ካብ ትምህርቲ ናፃ ጎጆ ኢልኪ ባይ በሊ ንብለ
ቻው ክሰምዓከ ታሕቲ ኮይነ ፈልጥ እየ እንታይ ከም ትብል ክረኣየካ በዳን ቻው
ሰገን ከም ተልክ እኮ ልዕለ ክንለክ እየ ያሮ እቲ ታዋንከቲ ንፀሎ ኢና እምበር ከምዚ ክንፃወት ዘይኮይና እምበር መላዓልትና ገለ ይኮንኩን እታ ሓንቲ ዝበልክ እያ ናይ ሰንዓፈ ገለ ግን ፅቡቅ ኣይኮነትን ኢና እምበር ከምዚ ነቶም ጋሽ ባርክ ከዓነ እዞም ምሳና ዝሰርሑ ከዓ ከይተቐይምልና ገ ሓደ መዓልቲ ክንራኸብ ኢና መዓስ ከም ንራኸብ ግን ኣይፈልጣን እየ ክንራኸብ ምዃንና ግን ኣይጠራጠርን እየ ኩሉ ሻዕ ዝናፍቕ ኩሉ ሻዕ ዝዝክር ኩሉ ሻዕ ዝሓስብ ወትሩ ኣብ ጉዕዘይ እውን ዝዝክር እየ ጥራይ ጥዕና ንመን ኢልዎ ምንርኻብና ኣይተርፍን እዩ እታ ንራኸበላ መዓልቲ ግን ብግዜኣ ክትመጽእ እያ ንራኸብ ኢና ኸኣ ኣትዮ
ኣትዮ ብዙሕ ድዮም ገይሮም ኣትዮ ሕዚ ኮ ሰሚዐ መፅአ በቃ ሳልሳይ መዓልቶም ሳልሳይ መዓልቶም ለማዓንቲ ሳልሳይ መዓልቶም ዋይ ኣነስ ጓለይ ኣሆም እዚኣትማ ብሱል በቃ ትእዝነይ ስርሑቕ በቃ ኣይ ፀገም የውሊ ታይ እሞ ችግር የውሊ ዋይ ናመጀመርቶም ድዩ ትውይ ውቐሌት ኣትዮ ታናኺ ኣትዮ ታናኺኺ ጓሓፍ ኣተ ከይተቃጥሪ ታእ ብምንታይ እዮም ከ ታኾይኖም እዮም ሞይቶም። መኪና ሓደጋ እዩ እምበይ ጉዕዞ ነይሮም ላተመለሱ። ካብ ጉዕዞ ላተመለሱ ብመኪና ሰላም ደሞ ኣትዮም Jerusalem, Ikayalami.
ከመስ ኣይኮንክን ጋል ዘለቀሽ ንስኪ ደንቆሮ ናይ ዓለም ክሻን ፈረቃን ሓርኢ ከመን ሳኬሎ ሙሉእ ሓርኢ ኢኪ እመንኒ ትእመን ንመርሃዊ እመን ኣይትእመን መርሃዊ ንስካ ሳኬሎ ሙሉእ ሓርኢ ኢካ ንሰብ ብሳይለንት ከመይ ገይረ የሕቅቆ ይፈልጥ እየ ብመልሓሰይ ሰብ ነብሱ ከጥፍእ ከም ዝኽእል ክገብር ከም ዝኽእል ኣነ ይፈልጥ እየ እዚኣ ሰማዕኩም ኣነ ኮንኩም ትብል ዘለኹም ሰብ በዛ መልሓሰይ ሰብ ክቐትል ይኽእል እየ ኣነ ሰብ ክቀትል ይኽእል እየ ብመልሓሰይ ንሰብ ብዘይ ድምፂ ገይረ ህስስ ኣቢለ ከም ዘጥፍኦ ይገብር እየ ይኽእል እየ ንሰብ ሓንሳእ ኣነ ዝሓኾርክዎ ከምዚ ናይታ ቱብ ዝኢደይ ደሎ ንዘልኣለም ካብ ስግኡ ካብ ውሽጢ ካብ መንፈሱ ከም ዘይወፅእ ገይረ ንዘልኣለም እንዳተሳቀየ ከም ዝኸይደ ትገብሮ ቀሊል ከይመስለኩም እዚ ኣሕዋት እዚ ጅግንነት ከይመስለኩም እዚ መንፋዓት ከይመስለኩም ንሕና ኣብ ስደት ኢና ዘለና ኣሕዋት ኣነ ንህቢ ጥራሕ ክዓስሉኒ እየ ደሊ ኣሞራ ክዓስሉኒ ኣይደልን ኣነ ምክንያት ሬሳ ኣይኮንኩን ኣነ ዝኾነ ድጨኑ ነገር የለን ኣብዚ ገዛ ኣነ ፅፉፍ ነገር ጥራሕ ክዛረብ ዝደሊ እንዳተመሓየሽኩ ክዓቢ ክውስኽ እየ ዝደሊ ኣነ ካብ ገፊሕ ገዛ ገፊሕ ልቢ እየ ዝምነ ካብ ፅብቕቲ ማኪና ኣነ ፅቡቕ ኣተሓሳስባ ምነ ካብ ብዙሕ ገንዘብ ሕልናይ ዘይወቕሰኒ ገንዘብ ክሕዝ ይምነይ። ካብ በይነይ ክበልዕ ምስ ውጹዕ ሓወይ ክበልዕ እደሊ። ከምኡ ዓይነት ሕልና ስለ ተሸኪመ ዘለኹ ብዙሕ ኣብ ብልጭልጭ ዘለኒ ኣረኣእያ ውሑድ እዩ ማለተይ ኣይኮነን። ኣብ ብልጭልጭ ኣይኣምንን እየ። ኣነ ከማን ኣብ ናህና ፖለቲካ ዓዘቕቲ ክትኣትዊ ኣይደልን እየ። ምኽንያቱ እስኺ ሓፍተይ ክትመሃሪ ኣብ ዝለዓለ ደረጃ ክትበጽሒ እምበር ኣብዚ በርገና ሓመዱ ክንደይ ኣሕዋትና ኣዒንቶም ነቒቦም ክንደይ ኣሕዋትና ህይወቶም ከፊሎም ደቂ ሰንዓፈ ስጋብ ሕጂ እናተዋሃድና ኢና ንኸድ ዘለና ተረድክሎ ኣነ ካብማ ከም ሓፍተይ ከም ዝፈትወኪ ተማሂር ክብ ዝለዓለ ደረጃ ክትመፅሒ እምበር ኣብ ፖለቲካ ኣቲኺ ክትፃረፊ ኣነ ጓል ክስቶ ኢልኪ ወይ ራሲስት ክትኮኒ ኣይደለየክን እየ። ኣድማሳዊት ኮንኪ እኳ ናብ ኤርትራ ሓንቲ ከም ኤርትራ ዘይኮነስ ብኣፍሪቃ ሙሉ ብዓለም ኩሉ ህዝቢ ዓለም ሓውኪ ምዃኑ ክትኣምኒ የደለየኪ የረ ተረድክሎ ኣነ ወላ ንነብሰይ ከምኡ ኢለየ ዝኣምና ግን ሓደ ሓደ ግዜ የሕርቁካ ገለ ዓደቦካ ክጽፈፍ ከሎ ሕዝቢ ሕብረተሰብካ ገሊኦምሲ እንታይ ኢሎም ይመጹካ ውን ትብዚ ዘይንፈልጦም ኣይኮናን ወዲ ወርቁ ቆራጽ ጭውንጭት ኢሎም ይመጹ ወተፋክ ወዲ ወርቁ ኦኬ ዱዱ ናይ ወዲ ወርቁ ቪድዮ ተዘይ ተኾንኪ ያ ኣይኖ ጨካናት ረኺቦሞ ሓሙሽተ ሰብ ኮይኖም ሰው ነፍስ ቆርጦ ሙዚቃ ዘርኢ ኮለግዛይ እውይ ግለፀለይ ባዛ ሮሚ ኣይፈልጥኒ
ብዘይ በኣኺ በቃ ዓለም ትገምጠል በቃ እሱ- ም- ም- ም- ምንባር ናይ ናተይ እስኺ ኢኺ በቃ
ኣብ ሕክምና ኣይታሰባይን እወ
ወይዘሮ ማይ ከማይ ዋላ ኣነ
ባቃ ዋላ ካብ ኣጋጣሚ ኣይኮነ እምበር ሽግር ገጢምካ ኣነ ዋላ ትንፋሰይ ክሓልፍ ቅድሚ ክነ ዘይታደንተን ግርም ትዘብ ኣለኻ ወይ
ግርም ትዘብ ኣለኻ ንዓይ ደስ ብለኒ ኣሎ እዛ ኪዳነ ምህረት በቃ ንዓኺ ሰሪሓ ክትጎድፎ እዩ ነይርዋ ክገርመኪ እወ ከማኺ ተርዕያት ንሰብ
እወ እወ ዒሕ ኣይተብዝሕ ዘራእቲ ዒሕ ብዙሕ ምልቆ እርዳኑ ከይደ እንተ ዒሕ እወ ተብዝሕ ኣለኻ መዓት ምልቆ ንሉ
ኣብ ዝተፈላለየ ኣጋጣሚታት ኤርትራውያን ደቂ ተባዕትዮ ሮማንቲክ ኣይኮንኩምን ኢና ንበሃል። ዘርኦም ኣብ ፍቕሪ ከሎ ሰሚዕኩሞ ኢኹም። ከመይ ዓይነት ቃላት ኣውጽእ፣ ጓል ከመይ ኢላ ዛዕ ኢላ፣ ከመይ ገይሩ ጠብስ፣ ከመይ ገይሩ ይጀናጅን ትርእይዎ ዶ ኣለኹም? ዋላ እቶም ሮማንቲክ ዘይኮንኩም ካብ ዘርኦም ተማሃሩ ዘርኦመይ ከኣ ኣሐጒስካኒ በቃ ናይ ኩላትና ርኢኹም ማዕረ ክንደይ ሮማንቲክ ምዃንና ሕጂሲ እቲ ሮማንቲክ ምዃንን ዘይምዃንንሲ ኣብ ምንታይ ዝምርኮስ መሲልኩም ኣብ ቃላት ኣመራርፃ ኣተናፍሳ ከመይ ጌርካ ቃል ድሕሪ ቃል ሰኺዕኻ ኣበይነይቲ ተዕርፍ ትፈልጥ ኣበይነይቲ ጋብ ትገብር ትፈልጥ ዋላ እታ ጓል ከማን ማዕረ ክንደይ ተሓጒሳ ኣብቲ መወዳእታ ሪኹማ ሓፊራ በቃ ምስኪነይቲ እምዚኣ ኢላ ዘኸሳዳ ጉዕጽጽ ጉዕጽጽ ጉዕጽጽ ኣቢላታ ዋላ ኣብ ቲክቶክ ኹን ማለት እዩ መዓስ ትወርድ ትሓስብ ኣለኻ ምን ኣነ
ዮርታ ክትወርድ ርኺ ኣታ ንዕንዲ ዝሓስቦ ዘሎ ኣነ ዶ እዚ ገይረ ኣለኹ እየ እሱ እኳ እዩ ረቢስና ኮቐኒ መዚያ ዋ ምሽ

ከምዚ ናይቲ ከባቢ እቶም ሓረፍቶም ኣይተረክቦም ኹም ዝበሉ ናይ ቲክቶክ ሰብ ኣይተረክቡ እዞም ሓረፍቶም ናቶም ተዓበዩ
ሓንቲ ጓል መሓዝኣ እንተ ደኣ በዲላታ እታ መሓዝኣ መጽኣ ይቕሬታ እንተ ደኣ ሓይታታ ይቕረ ትገብረላ እያ እሳ እውን ነታ መሓዝኣ እንተ ደኣ በዲላታ ይቕረታ ሓተት እያ ንነብሳ ይቕረ ክትሓትት ግን ብጣዕሚ እዩ ዝኸብዳ ይቕረ ክትገብረላ ንነብሳ እታ መሓዝኣ እኮ ቅድሚ ሓደ ዓመት በዲላታ ንዝነበረት እያ ይቕረ ግበርለይ ጎዲኤኪ እየ ስለ ዝበለታ ጥራይ ሕድገት ጌራትላ ኣላ ንነብሳ ግን ቅድሚ ሓሙሽተ ዓመት ዝተጋገየቶ ሓጢኣት ሰሪሐ እየ ኢላ ክሳብ ሕጂ ንነብሳ ይቕረ ኣይትሓታን እያ ይቕረ እውን ኣይትገብረላን እያ ክሳብ ሕጂ እያ ትፈርደላ ክሳብ ሕጂ ቅድሚ ሓሙሽተ ዓመት ምስ ተጋገየቶ በቲ ናይ ቅድሚ ሓሙሽተ ዓመት ዝነበረ ኣተሓሳስባ በቲ ናይ ቅድሚ ዓሰርተ ዓመት ዝነበረ ኣተሓሳስባ ንነብሳ ትፈርደላ ፈጣሪ በቃ ፈጣሪ ተቐይምለይ ኖ ኖ ኖ ፈጣሪ ቀደም ይቕረ ገይርልኪ እዩ እስኺ ይቕረ ምባል ኣቢኽያ ዘለኻ ነብስኺ እስኻ ኢኻ ይቕረ ምባል ኣቢኻያ ዘለኻ ነብስኻ ይቕረ ምሕታት ኣቢኻ ዘለኻ እምበር ፈጣሪ ቀደም ገዲፈልካ ከም ሰብ ኣይኮነን ፈጣሪ ስለዚ ንነብስና ይቕረ ንበላ ንነብስና በቲ ቅድሚ ሕጂ ዝተጋግየቶ እቲ ናይ ሽዑ ዝነበረ ኣተሓሳስባ እዩ ከምኡ ክንገብር ተገዲድና በቲ ናይ ሽዑ ዝነበረ ፐርሶናሊቲ ናትና ኢና ከምኡ ገይርና ስለዚ ንነብስና ይቕረ ምሕታት ነላምድ፣ ይቕረ ንግበረላ። ኣይ ላቭ ዩ ኦል። ክንደይ ሰባት ኢኹም ንነብስኹም ይቕረ ሓቲትኩማ ዘይትፈልጡ? ክንደይ ሰባት ኢኹም ንነብስኹም ይቕረ ምባል ዝኸብደኩም? እስከ ኣብ ኮመንት ሴክሽን ጽሓፉለይ፣ ናብ ካልኦት ከኣ ሸር ግበርዎ ሓሳባቶም መታን ከቐምጡ። ኣይ ላቭ ዩ ኦል። ዝኾነ ሓገዝ ናይ ቴራፒ ኦር ናይ ሂሊን ኣገልግሎት ተደሊኹም ኣብ ኢንስታግራም ቮይስ መሰጅ ስደዱለይ። ሲ ዩ ጋይስ ፒስ ኤንድ ላቭ። እዛ በዚ ትዕዘብዋ ዘለኹም ስእሊ ሓንቲ ካብተን መሃርትን ኣዝያ ድማ ኣገዳሲትን ዝኾነት ስእሊ እያ ኣብዚ ግዜ እዚ። እዚ በዚ ትዕዘብዎ ዘለኹም ሰብ ዋርድያ ኣብ ሓደ ባንኪ ኮይኑ ክሰርሕ ድሕሪ ምጽናሕ እሱ ዋርድያ ኮይኑ ኣብ ዝሰርሓሉ ነበረ ግዜ ሓለፍቲ ናይቲ ባንኪ ሃየር ክገብሩ ኣብ ዝጀመርሉ ግዜ ብድፍረት ነቲ ሲኢኦ ናይቲ ባንኪ ብምኻድ ኣነ ነዚ ስራሕ እዚ ክበቅዕ ይኽእለ ኩሉ ዘድሊ ነገራት እንተድኣ ሓቲትኩምኒ ከማልእ ይኽእለ ወላ ፈተና እውን ከይተረፈ ተፈቲነ ነዚ ስራሕ እዚ ክበቅዕ ይኽእለ እሞ ፈትኑ ድሕሪ ምባል፣ ተፈቲኑ ኣብቲ ስራሕ ተዓዊቱ ካብ ዋርድያ ድማ ቀጥታ ናብቲ ዝድለ ዝነበረ ፖዚሽን ናይ ስራሕ ከይዱ ምስቲ ሲኢኦ ተሳእሎ ስእሊ ድማ ነዚ ይመስል ማለት እዩ። ስለዚ ኣብ ብዙሓት መንእሰያት ኣባና ዝረኣ ሓደ ጸገም ኣሎ ማለት እዩ። ኣብ ዝኾነ ይኹን ሰዓት፣ ዝኾነ ይኹን ዲግሪ፣ ዲፕሎም፣ ሰርቲፊኬት፣ ዝተፈላለየ ደረጃ ናይ ትምህርቲ ይሃልኹም ወይ'ውን ክእለት ይሃልኹም፣ ስራሕ ባዕሉ ኣይመጸካን እዩ ኣብ ሓደ ቦታ ኮፍ ኢልካ ክትጽበዮ ጥራይ ኣይመጸካን እዩ ማለት እዩ እንታይ ደኣ ነቲ ትደልይዎ ደለኹም ፖዚሽን ናይ ስራሕ ባዕልኹም ኣብ ዝተፈላለየ ናይ ፕሮፌሽናል መንገድታት ብመንገዲ ሊንክደን ድዩ መንገዲ ዌብሳይት ከምኡ ድማ ባዕልኹም ኣብ ትካላት እንዳኸትኩም ኣፕሮች እናገበርኩም ነቲ ትደልይዎ ፖዚሽን ክትረኽብዎ ከም እትኽእሉ ክነግረኩም ይደሊ ከምኡ ድማ ብታሕቲ ደረጃ ስለ ዝጀመርኩም ጥራሕ ነቲ ክትበጽሕዎ ወይ ክትሓልምዎ ዝነበርኩም ደረጃ ክትበጽሕዎ ኣይትኽእሉን ኢኹም ማለት ኣይኮነን ማለት እዩ ስለዚ ኣፕሮች ምግባር ንትካላት ይኹን ንውልቀ ሰብ ይኹን ኔትወርክ ካብ ምፍጣር ኣይትዝሓሉ ወይ ውን ኣይትሕመቑ ማለት። ምሳኻ ዶ ክቕኒ?
እንታይ? ምሳኻ ዶ ክቕኒ በጃኻ? ጸገም የለን። ናይ ብሓቂ? ኖኖ። በጃኻ ንድሕሪት ክምለስ ኣይደልን እየ፣ ኩሉ ሰብ ከም ዕቡድ ዒሉ እዩ ዝቖጽረኒ። በጃኻ ክትርድኣኒ ፈትን። ንስኻ ጥራይ ኢኻ ጸገመይ ክትሕግዘኒ ትኽእል፣ ንስኻ ክኸውን ኣፍቅደለይ። በጃኻ! በጃኻ! ሕራይ! ህራይ ግን ሓንቲ ለይቲ ጥራይ። ዓሽ የቕንየለይ የቕንየለይ ግደፍ እ ግደፍ ጥንጹዋይ ግደፍ። ክንምስ ኢና ጥንጹዋይ እንዳ ዕለልና ክሳብ ለይቲ ክንምስ ኢና ሽዑ ምስ ወግሐ ገዓት ክቅዕተልካ እየ። ኣበይኸ ዝድቅስ? ኣብ ደገ! ኣው ደሓን በል ምዃን ሓቅኻ ኢኻ ማለት ኣይፈልጠካን እየ ትፈልጠኒ ኢኻ ስለዘስ ደገ ዝሓሸ እዩ። ሓቀይ ከይደበል ሩክለይቲ በቃ ደሓን ኣድጊ እንዴ ደገ ከዓ ኣዝየ እየ ዝፈቱ ኣብ ደገ እንዴ ተወሊደ ንበይነ ኣብዚ ደገ ኮፍ ኢለ ክድቅስ እየ ሓቲ እቲ መልሓሳ ናብቲ ናይ ክፍሊ ኣካላታ ክደራርዛ ከለካ ይብለካ ኣለኹ ተረዲኻኒ ክነውሕ ካብቲ ናይ ደቂ ኣንስትዮ በቃ ልክዕ ክንድዚ ናይ ጊመል ቁመት እዩ ዝኾን ነብሳ ገለመለ ኣፋ ክትውፅ ከላ እዛ ገስረጥ ነፋጥ ሰበይቲ እዛ ረሳሕ ከምኡ እያ እጂ በቃ በቃ ንተወዳ ሓደ ግዜ ማማ በቃ ገሪምኒ እኮ እንታይ ዓብዪ ወዳስ ባዕላ ነብሳ ትሓፅቦ የኣብያ ገለመለ በቃ የኣብያ የኣብያ ትብላ በቃ ዋይ እታ ዝወደይ መዓረስ ጎቢዝካ ዋይ ንዓኻስ ንመን ትኸውን ወደይ ዋይ ንስኻስ ምስ መን ኢኻ ትድቅስ እንዳበለት ፈሊጣ ባዕላ እኳ እተሓሕዞ ካብኡ ትኸፍተሉ ጥራሕ ነብሳ ትሓጽብ ከኣኒ ወሓይ ገለ ሓንቲ ወዲ ሰላሳን ገለን ሕቁቃት እንዲያ ንትወዳ ኣና እንዲያ ትሕዙ ምሽኒትን ገለ ስጋ ትሓጥቡ ነብኩ እንታይ ከትገብር እስኪ ከምዚ ኣጋጢማትካ ትፈልጥ ዶብዛ ክተፍስስ ከለኻ ኣብ ኣፍያ ፍሰለይ ገለገለ ክሳብ ዓንቅረ ተወለይ ክትብለካ ሃሎ እታ እዛ ሰበይቲ እዚኣ ክትረስ ሰምዓት እያ ነዚኣ ታሪኻ ይውዳኒ

ቦቲ ንእሽተይ ቃላት ተዛሪብካ ዓብይ ዘረባ ክትድርቢ ከለኻ ተረዲኸኒ እቲ ንእስ ወለዶ እቲ ንእስ ወለዶ ዘስተባህል ተረዲኸኒ በዓል ፀጋይ ወሊዶም እዮም ኣበይ ሰበይቲ ምዃና ይንፈልጣ ኢና ተረዲኸኒ ፈሊጡ ብዚ መፅኡ ርኢናያ ይንፈልጥ ኢና ዋላ ሓማሴ እንዳ ጓል ሰራያ ድያ ስላመይቲ ድያ ዋላ ኣኮሎ ግዛይ ድያ ዋላ ትግራወይቲ ድያ ኣምሓረይቲ ድያ ኣይንፈልጣ ኢና ሰበይቱ ተረዲኸኒ ሕጂ ብንሱ ዝዛረቦ ዘረባ ፅቡቅ ገለ ኣይኮነን ተድኽኒ ከምዚ መሃዚ ንኣኮሎ ጉዛይ ከምዚ ዓይነት ክትዛረብ ኣለው እኮ ንፈልጦም ዝድውሉና እኮ ኣለው ለባማት ተረዲኽኒ በቃ ከምዚ ከምዚ ወላሲ ንዓና ግደፎ ከምዚ ዓይነት ንዓና እየጠቅምን ገለ ዝብሉ በቃ ለባማት ገለ ይድውሉና እዮም ተረዲኽኒ መለ እዚ ሓደ ሓደ ሰባት

ህዝብኻ ናበይ ይኸይድ ኣሎ እንታይ እስኻ ከኣ ናበይ ትኸይድ ኣለኻ ትፈልጥ ኢኻ ሕጂ እዚ ፖለቲካዊ ምህንድስና እዩ ዓለምና ማለት እዩ እዚ ናይ ራሻን ናይ ትማሊ ናይ ትራምፕ ተገብረ እንተሪኢኻዮ ኣብ እስኻ ፕሬዚደንት ኾንካ ወቲ ፕሬዚደንት ኣብ ገዛኻ ኣምፂኻዮ ክንድኡ ምፍርራሕ እንታይ ኮይኑ ስማዓካ ድስቲ ይልሕስ ነይሩ ማለት እዩ እቲ ሓደ እንታይ ኢልዎ ኦርቶዶክስ ንምጥፋእ ብናይ ራሻ የስ ዓለም ኦርቶዶክስ ገማዕማዕ ብላ ኣሎ የስ ቤል ኪድ ንሰሜን ገጽካ ብኩሉ ነገራት እቲ ሓድሽ ሃይማኖት ኣብ ዱባይ ገይሮሞ ዘለዉ ናይ ክንደይ ሃይማኖት ኣብ ሓደ ከም ዝሰግዱ ገይሮሞ ኩሉ ነገር ኬድካ ርእዮ ዱባይ ሪሰርች ግበር ጉጉል ኦርደር ኣሎ ብሓደ እንታይ ሽሙ ድሓር ክትሪኦ ኢኻ ባዕልኻ እቲ ህዝቢ ግን ኣይርድኦን እዩ ምስ ዘዝመፀ እዩ ዘጣበዕ ምስ ሓደ ክትፀንዕ ኣለካ ክትፀድፍ ኢኻ ከፅድፉኻ እዮም ዝመፁ ዘለዉ በቲ ሓደ ባንቡኻ ባን እኮ ኣለካ ባዓልትኻ በቲ ሓደ ብረትቡኻ ሓዊ ይገብሩልካ ተረዲኻኒ? ፈተውትኻ ከኣ የጥፍኡኻ። ፈተውትኻ እኮ እዮም ደጥፍኡኻ። ደሓር ወዳደር ዝበሃሉ ኣለዉኻ ብኸብዶም ዝሓድሩ ኣይግድሶም እዩ ናትካ ዓሰርተ ሽሕ ህዝቢ ጠፊዑ ዕስራ ሽሕ ህዝቢ ጠፊናት እዩ ከምዚ ዝመፅ ዘሎ እቲ ናባና እኮ እዩ ስሉስ ኩርናዕ ኣፍሪቃውያን ሲ ዋላ ሓንቲ እህባዮም በናና ሃቦም ው ብረት ሃቦም እኮ
ኣድጊ ኣንታ በላዒ ሰራቂ ዝበላዕካሉ ፃሕሊ ትሰብር እስኻ ኤርትራዊ ኮንካ ኣይትፈልጥን ኢኻ ቀታሊ ሰብ ኢኻ ነርካ ቅድሚ ሕጂ እውን ቅድሚ ሕጂ ኣብ ኤርትራ ሰብ ቀቲሉ እዩ ወፅዩ ሕጂ ድማ መሊሱ ንሕዋትና ከሙቶምን ከሰንክሎምን ደልዩና ስለ ዘሎ ሕጂ እውን ከም ትማሉ ኮይና ብሓንሳብ ኢድ ንኢድ ተተሓሒዝና ንዚ ሰብ እዚ ፎእ ኢልና ክነጥፍኦ ክንክእል ደኣ እምበር ኣለና ሓደ ኤርትራዊ ሓውና ጥራሕ ይበደል ኣብኣ ከኣ ትረኽባ ንሕና ኤርትራውያን ኢና ኣይንፍክርን ኢና እንታይ ከም ንገብረካ ከኣ ክንርኢ ኢና ኣታ ኣድጊ ኣድጊ ኢለካ ኣለኹ ኣህያ ሙሉእ መዓልቲ ስእሊ እንዳጠቃዕካ ንኣንስቲ ትገድፍ ነሰብኡት ኣይትገድፍ ንጀጋኑ ኣይትገድፍ ክትጸርፍ ትውዕል ዘለኻ ክትርኢ ኢኻ ሓንቲ መዓልቲ እስኪ ኣፍ ልብኻ ነፊሕካ ተንቀሳቀስ ስፖርት ከማን ኣይትፈልጥን ኢኻ ረኣዮ ልክዕ ጡብ ዘለዋ ጸባ ሰበይቲ ትመስል ትጡብካ ንዑ ቅድም ኣስተኻኽል ምሳና ክትዛረብ ኣታ በላዒ ሙሉእ መዓልቲ ጥረ ስጋ ክትበልዕ ክትውዕል ለማኒ ከማኻ ኣነ ሰብ ኣጋጢሙኒ ኣይፈልጥን እንድዩ ገና ኣብ ርእሲ ከይኣናነና ፈሪሕና ኣይንኾን ኣነ ንዓኻ ይኽእል ምደረበ ከመይ ሂወት ገለመለ ኣዱንያ ሕማቅ

እንታይ ክዛረብ ደለ ብሓደ ቀኒኦም ገለ ገለ ሰሙን ሙሉእ ስገደ በቃ ኖርማል ጥራሕ ትበልዑ ትሰትዩ ገለ በለ ትዛወሩ ገለ ከምኡ ግዜ የሕሊፍክሞ ማለት እዩ ኣፍኮርስ ስምዒት እንታይ ኣለዎ ድዩ ስምዒት ዋላ ሓንቲ ዘምፅ እኮ ይብሉን
እሞ ስምዒት እንታይ መስልኪ ስምዒት ብጣዕሚ ከቢድ እዩ ታይ ኮይኑ እዩ ስሚዒት ዳኣ ኣብ ዓለም ኳ ገረዳ እቲ ዝከበደ ነገር ኣብ ዓለም ወዲ ሰብ ዘጨነቆ ኳ ስሚዒት እዩ ዘጨነቆ ኣነ ሕጂ ንዓይ ዘትኒ ኣነ ክረዳእኪ ሰለስተ ሰሙን ወርሒ እንድሕር ተገይረ ኣነ ብጣዕሚ ጭንቀት ስትረስ እዩ ትገብረለይ ኣነ ዘይቲ ክቅይር ኣለኒ ካብ ሰብ ናብ ሰብ ይፈላለ እዩ ባዕለይ ብለካ ህዝብ ጀርመን ዘሎ ህዝብ ሲ እንታይ ኮንኩም ኩም ተፈራርሕዎ ዘለኹም እዋ ስደተኛ ዝጸልኡ ይመጹ ኣለዉ ሕጂ ዶ ክሰጉና እዮም ዶ ገለመለ እዋ ኣታ ከምኡ ክትብል ከይትሓፍር እንድኻ ወኣኺልካ ስደተኛ ኮንካ ዲኻ ክትነብር ወኣብ ሃገርካ ከድካ መንግስቲ ክትመርፅ ኣይትሓስብን ዲኻ ስደተኛ ኣኺልካ ከምኡ ኢልካ ዲኻ ክትነብር ዋዩ ሕፍረት ጎይርሆም ብራዘር ኪድ ዓድኻ ኪድ ናብ ገዛኻ ኣብ ገዛ ኮንካ ምረፅ ኪድ መንግስቲ ምረፅ ዋክመር ፅመፅ ኣለዎ እጅ እንታይ ኢና ንገብሮ ዶ ቀዲምኩም ጀርመን ወረቐት ክትሕዙ ነርኩም ዶ ኣታ ገሊኹም እስከምኡ ትብሉ ከዓ ወረቐት ክትሕዙ ነርኩም ናይ ጀርመን ዶ ክሰጉና እዮም ሕጂ ክሰጉ እዮም ሕጂ ከምኡ ይብለዉ ዶ ገለ መለ ፈሰውቲ ነዚ ህዝቢ ከም ገርኩም ኣይተሰንብድዎ ክንደይ ሓሰውቲ መንግስቲ ዘይመፁና ኩርሲ ክስቀሉ ኢሎም ዋ ዋ ሕፍር ከይትብሉ ንክንቁሩ ዋ ገለ ይምፃእ ገለ ይምፃእ ባዕሎም ፈልጡ ሰብ ሎም ዒቕ ኢልዎ እዩ ኤርትራዊ ሎሚ ስደት ጸሊእዎ እዩ ዕቕ ኢልዎ እዩ ከይዱ ኣብ ዓዱ ነቲ ስርዓት ኣውዲቑ ካልእ መንግስቲ ክመርጽ እዩ ዝደሊ ዒቕ ኢልዎ እዩ ተደልዩ ጀርመን ገለ ይምፃእ ተደልዩ እሳት መንግስቲ ይምፃእ ተደልዩ ዘቃፅል መንግስቲ ይምፃእ ጉዳይና ኣይኮነን ዋዕ ቴስታ ገረ ኩሉ ዓካ ንዓል
ኣነዚ ካብ ካብ ካብ ሽወደን ዝመፃእኩሉስ ካብ ናይ ወዲ ኮለን መፅስ መፅየ ገዛ ላግሸ መፅዮ ድኳን ከይደ ሽጋራ ገዝየ ሽጋራ ኣምፅየ ማለት እዩ ሽዑ ደቅሸ ከለኹ ባንክ ኣብቲ በርቶፊለ ናተይ ገለ ኣብቲ ጣውላ እቲ ጣውላ ናቱ ገዲፈዮ ካብ ባንከይ ድኳን ከይዱ ከይድ ኣለኹ ድኳን ስቤዛ ክገብር እየ ባንኪ ከደ ይብለኒ ከይዱ ስቤዛ ስቤዛ ብባንከይ ገይሩ ስቤዛ ገይሩ ኣነኸ ሲኢለ ከርእየኩም እየ ኣነ ሓሳዊ ኮይንኩ ከይመስለኩም ሲኢለ ከርእየኩም እየ ኩሉ ከምፀኸልኩም ክእል እየ ኣብ ባንኪ እዩ ዘሎ ናይ ሆላንድ ፅቡቅ ገና ኣብ ባንኪና ንርእየና እንታይ ዕለት መዓስ ዕለት ኩሉ ነገር እቲ ኮድ እቲ ኮድ ሲ መን ሂብዎ ገለብለካ ኣሎ ኣብዚ ዓዲ ሕጂ ኖርማል ካልእ ሰብ ናተይ ባንኪ ዞግ ንኸይድ ስጋዕ ናሃና ኮድ ኣለዎ ኮድ ኣለዎ ሂበየ ነይረ ኮድ ናተይ

ከብድኻ መሊኡ ጥንሲ ሽዱሽተ ወርሒ ትመስል ምዕጉርትኻ ከቢቡ ሰቢሕካ ከምዚ ዓይነት ትርኢት እናሃለወካ ኮፍ ክትብል ከለኻ ካምቻኻ ተፈንጂሩ ሞልጎሙ ክነጥር ይደሊ ኣሎ ከምዚ ዓይነት ትርኢት ከለካ ሲ ኣነ ከምዚ ዓይነት ቅርፂ ዘላታ ጓል እየ ዝፈቱ ከምዚ እየ ዝፈቱ ከምዚ እየ ዝፈቱ ኢልካ ትዛረብ እዚ ሓቂ እዩ ኣብ ደቂ ተባዕትዮ ዝርአ ነገር እዩ ሓንቲ ነገር ግን ክብለኩም ክትምነ ጽቡቅ እዩ ግን ነቲ ትምነዮ ከኣ ክትሰርሓሉ ኣለካ ንስካ እንድሕር ምህርቲ ጓል ትደሊ ተኮንካ ምሁር ክትከውን ኣለካ ንስካ ገንዘብ ዘለዋ ጓል ትደሊ ትደኣ ኮንካ ገንዘብ ክህልወካ ኣለዎ ንስካ ጻዕራም ጓል ትደሊ ትደኣ ኮንካ ጻዕራም ክትከውን ኣለካ ንስካ ጥዕይቲ ስነስርዓተኛ ጓል ትደሊ ተደኣ ኮንካ ንስካ ከኣ ጥዑይ ስነስርዓተኛ ክትኮን ኣለካ ምክንያቱ ኮረስፖንድ ዓለም ብማዕሪያ ትኸይድ ፑል ኤን ፑሽ ምስ ኣለካ ይንግ ያንግ ዝበሃል ስነ ሓሳብ ከምኡ እዩ ስለ ዝክዳእኩምሲ ከምታ ዝኮንኩማ ዓይነት ጓል ኢኩም ክትረክቡ ትክእሉ እምበር ከምታ ንስኩም ዘይኮንኩማ ጓል ናባኩም ክትመጽእ ባሕሪ ክትነብሩ ኣይትክእሉን ኢኩም ምክንያቱ ንስካ ከ ንምንታይ ተርባብ ምርኣይ ዘይብልካ ኮንካ ሓንቲ ሽቅ ዝበለት ጓል ገለ ከተምጽእ ንሳ ከማን ርእያ ቢላ ክትመርጸካን እያ ምክንያቱ ንሳ ከዓ ንጎ ንጎ ምስ ኣጅም ዝከይድን ካልእን ካልእን እያ ክትደሊ ንስኻ ሃብታም ጓል ትደሊ ወላ ሓንቲ ገንዘብ ዘይብልካ ምዋ ገንዘብ ከመይ መጽእ ዘይትፈልጥ ገንዘባ ክትወድኣ ኢላ ኣይትመፀካን እያ ምክንያቱ ከም ፕሪ ሪኮዚሽን ወይ ከዓ ከም ሓደ ክራይተርያ እንታይ እያ ክትርእሳ ገንዘብ ከለካ ድዩ ኢላካ ትሓትት እያ ምክንያቱ እቲ ገንዘብ ኣለዋ ስለዚ ማዕረ ማዕርያ ወይ ልዕልያ እያ ክትደሊ ብዝኾነ ወዳሓንኩም ከምታ ዝኾንኩማ ከማ ዓይነት ጓል ደለዩ ዶንዲናረ ብሩክ መዓልቲ ሃብታም ድዩ ኣቦኻ? ደሓን እዩ። ደሓን እዩ እ? ደሓን እዩ ማለት እ፣ ከመይ? እ፣ እንዳ ቡልኬት ኣለና፣ ማካይን ኣለዋና፣ እንዳ ጋራጅ ኣለና፣ እንዳ ጣሕኒት ከ ኣለና። ኣቤት ሱፐር ማርኬት ከ ረሲዕኪ? እውይ ኣታ ሰብስ ብደጊኡ እኳ ይምዘኒ እዩ ኣታ ዝያዳይ ከምኡ ተደኣ ኮንካ ዘይነገርካኒ እንታይ ኢለ ክነግረኪ?
ማለተይሲ ኣብ ስራሕ ጸኒሐ ብቡቲክና ሓሊፈ ኢልካስ ኣንፈት ምሽ ኣሎ ኣንፈት ትበኒ። ባባ ሃፍታም ምዃንካ ኣይትዛረቢ ኢሉኒ። ጌጋ
እንተ ክረክብ ደሓን ደሓን ሕጂ ቴለፎነይ ይሕዛ። ሂብክኒ ምሽ?
ኖእ እሳ ናተይ ኣይኮነትን ናይ ሓንቲ ዓባይ ሰበይቲ ጎረቤትና እንድሂበካ ሕጂ ናተይ ሕዛ። ናትካ ከኣ ሃበኒ። መታን ከይሻቐል ተዝኣቲኻ ቀልጢፍካ ደውለለይ ክድውለልኪ ክድውለልኪ እታ ሕቶ ፍቕርኻ ከዓ ተቐቢለ እያ ኣለኹ ስራ ትካለይ ምስ ነገርኩ ኸሲ ሕራይ ከምቲ ንስ ርጉፅ ገይርዎ ሰለስተ ናይ ወዲ ሓሶታት ክነግረክን ማለት እዩ ቀዳማይ ድልወ ኣይኮንኩን ሬድ ኣይኮንኩን እዚ ማለት ንግዜኡ ክጥቀመልኪ ይደሊ እየ ግን ምሳኸ ይቅፅልን እዩ ንዓኺ ኢለ እየ ዝገድፈኪ ዘለኹ ንዓኺ ሓሊልኪ እየ እዚ እውን ኣይደልየክን እዩ። እታ ራይት ፐርሰን ምስ ረኸብኩ ግን ቀልጢፈ ዝስየበለኹ ክኾን እየ ወይ ከዓ ቀልጢፈ ምስኣ ክውስን እየ ንዓኺ ይሓልን እዩ። ስለዚ ግዜ ይኽን ስቂል ክነይ ተቃፅላ ወዲ መጀመርያ መዓልቲ ርኢና እዩ ምስ ንቕፅል ዲና ናቱ ንኾን ዲና ድሪም ገርሉ ዲና ወይስ ኣይኮናን ዝብል ኩሉ ግዜ ከዓ ወዳት ሰልፍሻት ስለዝኾኑ እታ ዝደልይዋን እታ ኣዶ ደቆም ክትከውን ትኽእልን እዮም ዝመርጹ። ዋላ እታ ዝፈትውዋ ጓል እናሃለወት እታ ኮንፈርተብል ላይፍ እትህቦም ጓል እዮም ዝመርጹ ማለት እዩ። ስለግዚ ኩሉ ግዜ ንስኻትክን እውን ንባዕልኽን ዝጠቕመክን ነገር ንምምራጽ ንድሕሪት ኣይትበላ።
ኣነ ካብቲ ሓደ ደስ ዝብለኒ ባህሪ ሰሓቕ ፎቱ እየ በቃ ፍሽኽ ምባል ሽግር ወይ ጭንቀት ስለ ዘይብለይ እኮ ኣይኮነን ግን ካብ ሽግረይን ካብ ጭንቀተይ ንላዕሊ ኣምላኽ ምሳይ ስለ ዘሎ ኢለ ዝኣምን ካብቲ ዝገርመኒ ነገር ከኣሲ ኣብ ሽግር ከሎ ዝስሕቆ ነገርስ
ኪሮ ሰለስተ ገለ ዝሰርሖ በቃ ነፊሕኻ ነፊሕኻ ንወዲ ኣክሎጉዛይ ንወዲ ሓማሴን ንወዲ ሰረ በቃ ውፉይ ከም መራሒ በቃ ፕሮፓጋንዳ ነፊሕኻ ኣምጺእኻሲ በይነይ ኣይፈልጥን ድሕሪ ሕጂ ንዓና ዝምርሓና ኣፍልጦ ገለ ዘለዎ ፍልጠት ገለ ዘለዎ ትምህርቲ ደሎ ኦኬ እንጂ ከም በዓል ዓንጃል ከም በዓል ደንቆሮ ኣፎም ስለተዛረቡ ዋላ ሓንቲ ኣፍልጦ ገለ ዘይብሎም ህዝባዊ ግንባር እንታይ እዩ ኢልካ ሓቲትካዮም ክምልሱ ገለ ዘይክእሉ መፅሓፍ ኣንቢቦም ገለ ዘይፈልጡ በቃ ስኢሎም ብሽምደዳ ብሽምደዳ ድኾኑ ገለ ኣምፂኻዮም ኣብ ቃልሲ ገለ ዘለና ጓል ኩሉ ንሕና ንቃለሱ ገለ ዘለና ኣነ ኣብዚ ናይ ኣዲስ ኣበባ ገለ ዝኸይድ ገለ ዘሎ ካብቶም ቀንዲ ናይ ቀንዲ ተረዲእክል ኣንፃር እዩ ኣብ ውሽጦም ከዓ ተረዲእክሎ ሰባት ሰሪዐ ነቲ ኣኼባ እውን ዝተርፍ ከም ዘለዎ ናብ ካልእ ዕዕታት ዝገበርኩ ሰብ እየ ገለ ማለት እዩ ኣብዚ ከምዚ ከምዚ ነላ ንዓኒ እዛረብን ገለ ማለት እዩ ጌና ፋሕ ብትን ክእትወሉ እዩ ምክንያቱ ሕብረተሰብ ኤርትራ የድመጸን ጓልኪ ወዲ ክንደይ ይኸውን እቲ ዝዓበየ ወድኺ ወይ ጓልኪ? ዋእ እንታይ ደሊኻዮ ኣነ ካብ ምንም ኣነ ክፍልጥ ደሊ ኣለኹ ዝፀልእ ጥዑይ ወዲ ሰራየ ምፀላ እዛ ጓለ ሕጂ ዋ ጆኸሪ ደቂ ስራየ ዳሉ ጓልያ በኹሪ ጓልኪ ኣላ ማእኸለይቲ
ጃዳ ተማልያ እንታይ ግን ዞም ናይ ስዊስ ስእኩም ትፈላለዩ ገለመለ ትፋትሐ ዕምበ ጓልይ ከመይ

ኣነ ተደይለዮ ኣብ ሶሻል ሚድያ ብዘይ ብኣይ ዝሕገዝ ሰብ የለን ነዚ ቶማስ ካብ ገንዘቡ ውፅኡ ካብ ገንዘቦም ኣውፅኦም እዚኦም ኣርቲስት ናይ ብሓቂ ገንዘብ ኣይተኸፈሉ ሳንቲም ኣይተኸፈሉ ጭብጢ ዳኣ ቤሎ ቶማስ እንድሕር ተኸፊሉ ገንዘብሲ ይምፅእ ኣነ ብለኩም ኣለኹ ንብዙሓት ሕሙማት እየ ዛሪበ ንብዙሓት ሕሙማት ኣምሒለዮም ሰልዲ ሂብኩም ድዩ ዝኾነ ነገር ሂብ ኣኽልኩም ዲለ ሓቲት ደኸሎም የለን እንታይ ንምግባር እዩ ሶሻል ሚድያ ዝግበር ነገር ብኣይ ጥራይ እዩ ክሓልፍ ዘለዎ በቃ ሕሉፍ ኣንነት መን ዝሃባ ንስኹም ክልተ ሽሕን ሰለስተ ሚእትን ትሪኡ ኣለኹም ኣብዚኣ ሰሙን ሰሙን ወርሒ ዘተመፅያ ክልተ ሽሕን ሰለስተ ሚእትን ኣይኮነን ዓሰርተ ሽሕ ክትሪኡ ኢኹም ናይ ሰብ ምብዛሕ እንታይ ድመስላ ንዓኣ በቃ ከምዚ ፌመስ ድኾንካ በቃ ዋጋ ዘለካ ሰብ ርኢኒ ሰብ ጠሚትኒ እንታይ ትዛረብ ኣለኻ ኣነ ትርጉም ደለዎ ዛረብ ኣለኹ ሕጂ እያ ትርጉም ኣለዎ ንስኻትኩም ንኽትበራበሩ